ብሓቂ ብጣዕሚ እዩ ዘሕዝነካ መቸም ኣዶናይ ሓውና ከምኡ ድማ ጃኒ ፍቑራት ከም ዝነበሩ ኩላህና ንፈልጦ ኢና ኣብዚ ሰዓት እዚ ድማ ተፈላሊና ይብሉና ኣለው ናይ ብሓቂ ብጣዕሚ እዩ ዘሕዝን እቲ ዝነበረና ፍቕራዊ ህይወት ካብዚ ሰዓት እዚ የለን ኣብቂዑ ኣሎ በቃ ተፈላሊና ይብሉና ኣለው ናይ ብሓቂ ብጣዕሚ ዘሐዝን ብዙሓት ሰባት ናይ ጃኒ ከምኡ ድማ ናይ ኣዶናይ ሓውና ፍቅሪ ኣዝዩ ደስ ዝበሎም ሰባት ነይሩ ኣዝዩ ደስ ዝብል ትምኒት ድማ ንምነ ነይርና ኢና። ሰላም ጋይስ እንደምን አላችሁ? እዚህ ጋር ከሆነማ ምልክት ይወጣብኛል። ምልክት ይወጣብኛል እኮ ነው። ምልክት ወጣ፣ ችግር የለውም። ክቡራት የሕዋት ላይክ ምግባር ኣይ ኣብ ሰዓት እዚ ግን ጃኒ ከም ዝተፈላለየት ባዕላ ተዛሪባ ኣዶናይ ሓውና እውን ባዕሉ ተዛሪቡ ኣሎ ማለት እዩ ኣብቲ ናቶም ስቶሪ እዮም መእትዮሞ ኣብቲ ናይ 24 ሰዓት ናይ ብሓቂ ብጣዕሚ ዘሐዝን ብልቢ ይብለኩም ኣለኹ ኣነ ምስ ረኣኹወስ በቃ ምሽ ከምዚ ሓዚነ በቃ ግን ሰናይ ትምኒተይ ክገልጸሎም ፈቱ ተስፋ ይገብር ክዕረቑ ተስፋ ይገብርሲ ክዕረቑ በቃ ብዝኾነ ናይ ብሓቂ ይሐዝን እዩ ካብኡ ሓሊፍና ግን ንማንም ሰብ ጃጅ ኣይንግበር ክቡራት ይሕዋት ኣዶናይ እኮ ከምዚ እዩ ጃኑ እኮ ከም ስለዝኾነት እያ ገለ ኣይንበል በቃ ወላ ንሶም እውን ከምኡ እዮም ዝብሉ ዘለዉ ንሕና ብሰላም ዓፂናዮ ኣለና ጉዳይና እቲ ፍቕራዊ ህይወትና ብሰላም ተራዳዲእና ተዘራሪብና ህይወትና ክንመርሕ ተዘራሪብና በቃ ኣቋሪፅናዮ ኣለና ፍቕራዊ ህይወትና ገዲፍናዮ ኣለና ተፈላሊና ኣለና ሂወት ግን ቀጻሊት እያ ብጣዕሚ ኢና ንፈትወኩም ብጣዕሚ ኢና ነኽብረኩም ኣዶናይ እውን ኢሉ ማዕረ ክንደይ እቲ ዘፈላለየና ጉዳይ ክትፈልጡ ከም ትደልዩ ይፈልጥ እየ ግን ከዓ በቃ ክንዛረበሉ ኣይደለናን ኢሎም ክዛረበሉስ ኣይደለዩን ክቡራት ይዋት ብሰላም ከም ተፈላለዩ ጥራዮም ገሊጾም ስለዚ ሰናይ ትምኒትና ገሊጽና በቃ ስቅ ንበል በቃ ስቅ ንበል ኩቡራት የሕዋት ጽቡቅ ኮይኑ ንዓይ ኣይስመዐንን እዩ ከምዚ ጃጅ ምግባር ok ተዓረቁ ኢልካ ሰናይ ትምኒትካ ክትገልጽ ጽቡቅ እዩ ካብኡ ሓሊፍካ ግን ኣዱናይ እኮ ከምዚ እዩ ጃኑ እኮ ከምዚ እያ ዘይምባል በሃሊ እየ ኣነ ጃኒ ከምኡ ድማ ኣዶናይ ሓውና እግዚኣብሔር ኣምላኽ ምሳኹም ይኹን ተስፋ ይገብር ክትዕረቑ ተስፋ ይገብር ክትሰማምዑ ተዘይ ኮይኑ ከኣ ነናትኩም ጸጽቡቁ ሂወት ንክልቴኹም ይምነየልኩም ዞም ኣሕዋተይ ኩቡራት የሕዋት ላይክ ምግባር ኣይትረስዑ ኢኹም ከምኡ ድማ ሪፖስት ምግባር ኣይትረስዑ ፎሎው ዘይገበርኩም ድማ ፎሎው ግበሩ ክብረት ይሃበለይ የቀንየለይ። እንታይ ድኣ ኢሉ እታ ዝብሃል ዘሎ ሓሙስ እዩ ሃሩር ከዓ በርቲዑ እስከ ብሎ ትሰቲ ብእዋኑ ፅቡቅ ጌራ እዛ ፀሓይ ከየቃፀለትና ናይ ጀርመን ኢለ እናሰተና ቡነይ እናሰተኹ ኩሉ ዕምባባይ ቀሪበ እየ ዳቦ ቆሎ እውን እንተለኩም እዚ መሶብ ዝብል ዳቦ ቆሎ ኣብቲ እንዳ ሓበሻ ኣለኩም ክፅብቅ መዓት እዩ ክጥዕም መዓት እዩ ንሱ ገይረ እስከ ክበልዕ ቡነ ክሰቲ ኢለ ፍረሽ እንዳኾንኩ ከለኹ ክብድብድ ኢልኒ ክብድብድ እወ ክብድብድ ተይላትኒ ገለ ዝፈላለዩ ፍቑራት ኣለዉ ማለት እዩ ገለ ፍቕራዊ ህይወት ኣብ ሓዳር ከይበፅሐ ዛዕ ኢሉ ወዲቑ ኣሎ ማለት እዩ እወ ገለ ፍቑራት ንሕና ማሙሽ እንዳተፀበና ዕንዳይ እናተፀበና ሕንጦ እናተፀበና ተኾሊፋ ኣላ እታ ፍቕሪ ማለት እዩ ኢለ ናብዛ ሚድያ እቱ ተበልኩ ኣዶና ሂንጃንን ተፈላለዮም ኣብቲ ናቱ ናይ ቲክቶክ ስቶር እንተኣተኹ ምስ ጃኒ ብሰላም ተፈላይልና ኢና ይብል ኣብ ናታ እንተኣተኹ ድማ ብሱኡ ብሰላም ተፈላይልና ኢና ይብል ብሰላም እዮም ተፈላልዮም ምፍላይ እኮ ሓቂ ሓይሽ ብሰላም ዶ ምፍላይ ኣሎ ኮይኑ ግን ኣይተ ወስ ኣይተባሃሃሉን እወ ዋዕ እሞ እንታይ ክንብልና ተዘይፈላለዩ እኳ መሓሸ ተዘይፈላለዩ ፅቡቕ ነይሩ ተተፈላለዮም ግን እንታይ ኢና እሞ ክንብል እወ እንታይ ኢና ክንብል ኣብዚ ኣብ ኹፍና እንህለኩም ኣወላ ጀሚርና ክሳብ በረካ ንበፅሕ ቡን ክንደይ ሰብ ይፈላለ ኣሎ ክንደይ ሰብ ሓዳር ምስርት ኣሎ ክንደይ ሰብ ከም ብሓድሽ ይላል ኣሎ እቲ ግዜ ከምኡ እዩ ዘሎ ተኾነ እንተኾነ ቅን ኢሎም ፕራንክ እዩ ነይሩ ክብልና ኮኑ ተዘይኮኑ ከዓ እቲ ምፍላይ ኣብኦም ኣይተጀመረን ድሓን ሰላም ግበረሎም ድሓር ከዓ ኣነ ንእግረ መንገደይ ብቐዳማይ ምስ ተባኣሱ ምስ ናይ ቀደም ኣፍቃሪኣ ትራኸብያ ዶ ገለ ዝብል ዜና ዶ ገለ ምስ መፀ ብኣ ክትኩለፍ ነይርዋ እታ ጉዳይ ኢለ እየ ምክንያቱ ካበልዓልናዮ ካበልዓልናዮ ሓንሳብ ከምኡታት ንፋስ ተደኣትያ ኣብቲ ፍቕራዊ ህይወት እታ ፍቕሪ ነዊሕ ኣይትቕፅልን እያ እታ ፍቕሪ መንቀኛ እንተገይራ ገለ ምትእታው እንተገይራ ምስ ናይ ቀደም ኣፍቃሪ ትርክብ ኣለዋ ዶ ከምዚ ዶ ከምዚ ዶ ገለታት ገለ ዶ ገለ ከምኡታት ዘላታ ፍቕሪ ነዊሕ ከምዘይትቕፅል ኣነ እፈልጥ እየ እፈልጥ እየ ብዝኾነ ግን ምናልባት ተታዓሪቆም መታን ክልተ ከይንዛረብ ደሓን ሰሚዕና ኣለና ዞም ኣሕዋተይ በብዘለኹሞ ሰላም ይፍጠረልኩም ኢና ኢልና ንሎሚ እታ ዜና ኣብዚኣ ክንዓጽዋ ላይክ ኣይትረስዑ እወ ኣየሳእነና ጋዜጠኛ ነሽነሽ ካብ ሃገረ ጀርመን የቐንየለይ እስከ ልክዕ ከምዚ ከማይ ክቡራት የሕዋት ብናይ ዴቭ ሓውና ሓጎስ ዝተሓጎስኩም ወይ ከዓ ፅቡቕ ንዴቭ ሓውና እትምነይሉ ነዛ ቪድዮ እዚኣ ላይክ ከይገበርኩማ ከይትሓልፉ ኢኹም ዴቭ ሓወይ እንኳዕ ሓጎሰካ ደስ እዩ ኢልኒ በቲ ናትካ ደስታን ሓጎስን ማለት እዩ ብሓቂ ሓጎሰይ ክቋጻጸር ኣይከኣልኩን በቃ ዴቭ ሓውና ኣዝዩ ለዋህ እዩ ክቡራት የሕዋት ብዝኾነ ናይ ኣፍቃሪቱን ናይ ዴቭን ዩቱብ ቻነል ኤች ኤንድ ኤን እያ ትብል ከምዚ ትሪእዋ ዘለኹም ከይድኩም ሳብስክራይብ ግበሩሎም ኣተባብዕዎም ኢኹም

ብዝኾነ ክቡራት የሕዋት ከምቲ ልሙድ ኣዝዩ ኣዛናጋዕን መሃርን ዝኾነ መደባት ሒዘልኩም ክመጽእ እየ ፎሎው ምግባር ኣይትረስዑ ኢኹም ከምኡ ድማ ላይክ ሪፖስት ኣይትሕመቑ ኢኹም ክብረት ይሃበለይ ካብ ልቢ የመስግነኩም